ተፈታዊ ተክሾው ሜድያ ብዘይ ኣፈላላይ ንኹሉ ኣብ መዓዱ ያዕሲኑ ይጽዋዓሉ ንዑ ንሰማማዒሉ ተፈታዊ ተክሾው ሜድያ ናይ ኩሉ ንኹሉ ተፈታዊ ንፍልጠት ንንቕሓት ተፈታዊ ናይ ዓዲ ናይ ስደት ተፈታዊ ናይ ንእሽተይ ዓብዪ

ኣብየት ኣብዚ ሎምሲ ምስ መን ተተዓረቕና ሓሸና? ምስ ኣብይ።
ምስ ኢሳያስ ከ? እሺ ምስ ኢሳያስ ምዕራቕ ብሓንሳእ ዓቢና ወሊድና ተዋሊድና ኢና። ኣብዛ እዋን እዚኣ ግን ከቢድ ሓዘን ከቢድ ንብዓት ኣብ ቅድሚ ዓይን ዓይንና ደቅና ብኻራ እንዳተሓረዱ ሓሊፍና ኢና። እዚኣ ክንሓልፍ እንከለና እቲ ናይ ቀደም እንካብ ጥንቲ ግዜ ሙሉእ ብሃይለ ስላሰ ዝነበረ ግዜ መዋእል ንሱ ተረሲዑ ሕጂ ምንታይ ኣለና ኣብ ከቢድ ሓዘን ኢና ዝኒና ምስ ኣብዪ ግን እስካዕ ሕጂ ትግራይ ንትግራይ ግን ኢለት ኢትዮጵያ ንኢትዮጵያ ግን ተሓቋቂፋ ክትነብር ደስ ይብለኒ ሰላም ክንነብር ደቅና ክንርኢ ዝሞተ ሞይቱ ኣሎ ዘይሞተ ድማ ዓይና ደቅና ክንርኢ ደስ ይብለና ምሕሞር ኣይመልስን ኮይልና ከመይ ኢና ክንገብር ዳ ዳሓ
ብሰላም ክንፈትሖ ኢና ብሰላም ባዕሉ ተረዲኡ ክበና እዩ ኩሉ ክበና እዩ ኣብ ዓድና ስለ ዝሃለወ ኩሉ ክበና እዩ ሰላም ሰላም ክቡራት ተኸታተልቲ ሊሎ ቲቪ ከመይ ሓዲርኩም ተመሊስና መፂና ትኽእል ድያ ጨቆንቲ መራሕቲ ህወሓት ይቕበልዎ ድዮም? እቲ ብኣዲስ ኣበባ ወሪዱ ዘሎ ትእዛዝ ዝብል እዩ። ሰራዊት ምክልኻል ኢትዮጵያ ብኸምዚ ትርእይዎ ዘለኹም ረኣይዎ። እዚ ኩሉ ናብ ዶብ ኤርትራን ኢትዮጵያን ንክሓልፍ ኣብ ጉዕዞ ዘሎ እዩ። ዶብ ኤርትራን ኢትዮጵያን ሻዕብያ ከቤሎ ከምዚ ክንሪኦ ዝቐነና እዚ ዕስራ መዓልቲ ዝኸውን ብፅዑቕ ኣብ ትግራይ ሶ ሰራዊት ሓይልታት ምክልኻል ኢትዮጵያ ናብ ዶብ ትግራይን ናብ ዶብ ኢትዮጵያን ኤርትራን ሰራዊት ኣራዊት ሻዕብያ ከዓ ኣብ ማእኸል ትግራይ ከመይ እዩ ክኸውን እዚ ጉዳይ ኣፋታትሓኣሲ ከመይ እያ ክትከውን ሕሰብዎ እዚኦም ትርእይዎም ዘለኹም ብምልኦም ማእለያ ዘይብሉ ኣፅዋራት ሽሾ ሰራዊት ዘመናዊ ኣፅዋር ድሩዓት መካይን፣ ረሻሽ ከቢድ ብረትን ታንክታትን ጽዒኖም ናብ ዶብ ኤርትራ እዮም ኣራዊት ሰራዊት ሻዕብያ ከዓ ከም ዝበልናዮ ኣብ ማእኸል ትግራይ ዘሎ ክሳብ ጫፍ ዓፋር ዶብ ትግራይን ዓፋርን ዶብ ትግራይን ኣምሓራን ከምኡ እውን ብታሕቲ ክሳብ ዶብ ሱዳንን ኢትዮጵያን ትግራይን ሰሜን ምዕራብ ተዘርጊሑ ኣሎ ሻዕቢያ ኣብ ማእኸል ትግራይ ኣገደስቲ ዝበሎ ቦታታት ሒዙ ኣሎ ሻዕቢያ ትግራይ ብሻዕቢያ ትመሓደር ኣላ ትግራይ ብሻዕቢያ ትምራሕ ኣላ ስለዚ እዚ ኩነታት እዚ ናበይ እዩ ማለት እዩ ሓያል ወጥሪ ጸኒሑስ ካልእ ሓደገኛ ወጥሪ ከኣ ሕጂ መጺኡ ዝገርም እዚ ኩነታት ክኸብድ እዩ ከኽብዶ እዩ ምስቲ ሙሉእ ሰራዊት ናይ ኣራዊት ሰራዊት ኤርትራ ኣብ ማእኸል ትግራይ ሰፊሩ ምህላውን ምስቲ ሰራዊት ሓይልታት ምክልኻል ኢትዮጵያ ናብ ዶብ ትግራይን ኢትዮጵያን ይጓዓዝ ምስ ምህላው ነገራት ናብ ዝገደደ ክኸዱ እዮም ሻዕብያ ነዚኣ ኣይቅበላን እዩ ሻዕብያ ስለ ዘይቅበላ ንህወሓት ንኸይቅበልዋ ክገብር እዩ ህወሓት ከዓ ናይ እምቢታ ናይ ዘይምሕላፍ ናይ ተቃውሞ መንገድታት ክተርእያ ግጭት ኣብዚኣ እያ እታ ምውጋእ ትበሃል ሕጂ ኣብዚኣ እያ ሻዕብያ መቸም ነዚኣ ዋዕ ዓበይቲ ረብሓታት ይጎድሎ ኣሎ ድልየታቱ ይስእን ኣሎ ትግራይ ይስእን ኣሎ ሰራዊት ምክልኻል ኢትዮጵያ ክሳብ ዝኾነ ዝኸውን ኣብ ዶብ ትግራይን ኤርትራን ኣብ ዶብ ትግራይን ኢትዮጵያን ክነብር ክሰፍር ኣይደልዮን እዩ ሓይልታት ምክልኻል ኢትዮጵያ ዶባት ትግራይ ኤርትራን ክቋጻጸሮ ድሌት የብሉን ሻዕብያ ድሌቱ ይኮነን ስለዚ ከመይ እዩ እዛ ጉዳይ ሲ ከመይ እያ ክትከውን ብጣዕሚ ዝገርም ትማሊ ቅድሚ ትማሊ ኣብዚ ሰለስተ መዓልቲ ኩሉ ዓይነት ሰራዊቱን ኣፅዋራቱን ኣብ ማእኸል ትግራይ ኣስፊሩ ኣሎ። ኣራዊት ሰራዊት ሻዕቢያ ሰፊሩ ኣሎ። ኣራዊት ሰራዊት ሻዕቢያ ዘይብላ ከተማ ወይ ከዓ ዘይብላ ገጠር ናይ ትግራይ ዳርጋ የላን ሕጂ ብፍላይ በቲ ምስ ዓፋር ዘዳውብ ምስ ኣምሓራ ዘዳውብ ማእኸል ትግራይ እንደገና እውን ዶብ ትግራይን ኤርትራን እዚ ኩሉ ጽዑቕ ምንቅስቓስ ናይ ኣራዊት ሰራዊት ሻዕብያን ሰፈር ኣራዊት ሻዕብያን ኣፅዋራቱን ኮይኑ ኣሎ ሕጂ ብኸመይ ክፍታሕ ብጣዕሚ ይገርም ንኩናት እናተዳለዉ እናሃለዉ መኣስ ነጥቅዕ ኢሎም መዓልቲ ፈልዮም እናሃለዉ ሻዕብያን ህወሓትን ኣብ ልዕሊ መንግስቲ ኢትዮጵያ ኣብ ልዕሊ ሰራዊት ኢትዮጵያ መሊሱ መንግስቲ ኢትዮጵያ ኣሎ ዝበሃል ሰራዊቱ ናብ ዶብ ትግራይን ኤርትራ ናብ ዶብ ትግራይን ናብ ዶብ ኢትዮጵያን ኤርትራን ክሕልፍ ከም ዝትርእይዎ ዘለኹም ኣብ ምንቅስቃስ ኣሎ ኣየ እዛ ጉዳይ ናበይ ገፃ እያ ክልቲኦም ከዓ ይቅበልዋን እዮም ዋላ ህወሓት ቅበል ተደለየት ሻዕቢያ ይቅበላን እዩ ተቐቢለዮ ኣለኹ ይሕለፉ ሰራዊት ምክልኻል ኢትዮጵያ ይሕለፉ ዶብ ትግራይን ኤርትራን ይሓልው እንተይላ ህወሓት ዋ ሻዕብያ ብሓደ ለይትብላዕ ኣቢልዋ ንዓዲ ሃልኡ ክምለስ እዩ ስለዚ ምስ ኣብይ ትግራይ ንምጥፋእ ተሳማሚዑ ወፊሩ ትግራይ ከይጠፈአት ኣብይ ህዝቡ ድሒኑ ንህዝቢ ትግራይ ኣድሒንዎ ኣብይ ኣሕመድ እዚኣ ኢሳያስ ቂምታ ሒዙ ንፋኖ ሒዙ ጎሰስ ክብል ጸኒሑ ህወሓት እውን ቀስ እናበለት ምልክት ኣርኣያቶ ንዓኣ እውን ሓቂፉ ኣንጻር ኢትዮጵያ ተሲኦም ሕጂ ከዓ ከምቲ ኣብይ ኣሕመድ ዝገበረኒ ህወሓት ክትገብር እያ ኢሉ እንድሕር ደኣ ጠርጢሩን ሓሲቡን ሻዕቢያ ገና እቲ ጉዳይ ከይተረኣየ ባዕሉ እዩ ቋዕ ከብላ ንህወሓት ባዕሉ ክበልዓ እዩ መንግስቲ ኢትዮጵያ ከዓ ዋላ ይብልዓያ ኣየገድሶን እዩ እንታይ ደኣ ዶባቱ ከመይ ይሕሉ ሰራዊት ኣራዊት ሻዕቢያ ከመይ ካብ ትግራይ ፀራሪጉ የውፅኦ እዚኣ እያ ተገድሶ ነዚኣ እዩ ክገብር ህጂ መንግስቲ ኢትዮጵያ ናብዚኣ እዩ ዝጎይ ዘሎ እዚ ብምሉኡ ኣብ ትግራይ ዘሎ ሰራዊት ንብረቱን ጋዕገልጠሙን ጠርኒፉን ኣብ ዓዱ ሰራዊት ምክልኻል ኢትዮጵያ ካበየ ቦትኡ ብምሉኡ ናብ ዶብ ትግራይን ኤርትራን ናብ ዶብ ኤርትራን ኢትዮጵያን እዚኣ እያ እታ ብማእከላይ መንግስቲ ወጺኣ ዘላ ማለት እዩ ሶ ህወሓት ነዚ ኩነታት እዚ ብፍጽም እያ ዘይትቕበሎ ብክልተ ክትክበብ ኣይትደልን እያ ንኣብነት ምስ ፌደራል መንግስቲ እንድሕር ደኣ ሕራይ ኢላ ነቲ ትእዛዝ ተቐቢላቶ ሻዕብያ ክኹርፍ እዩ ደሓር ኣብኡ እውን ክንፈሓሎም እዩ ሶ በቲ ሻዕብያ በቲ ኣብዪ ኣሕመድ ኣብ መንጎ ተቐርቂሮም ንህዝቢ ትግራይ ድላዮም ክገብርዎ ይክእሉን እዮም ኣብ ማእኸል ትግራይ ድላዮም ክገብሩ ይክእሉን እዮም ስለዚ ንሻዕብያ ክኸስርዎ ይደልን እዮም ትእዛዛት ሻዕብያ ከተግብሩ ትእዛዝ ሻዕብያ ክቕበሉ ሻዕብያ ዝደልዮ ክገብሩ ንሻዕብያ ከፍትኡ ኩሉ ዓይነት ምሕደራ ናይ ትግራይ ኣሕሪፎም ንሻዕብያ ሂቦም ትካላት ናይ ትግራይ ኣሕሊፎም ንሻዕብያ ሂቦም ሰራዊት ናይ ትግራይ ኣሕሊፎም ንሻዕብያ ሂቦም ኩሉ ኣብ ትግራይ ዘሎ ነገራት እኳ እዮም ንሻዕብያ ኣሕሊፎም ሂቦሞ። They have done it already ስላም ክብራት ተኸታተልቲ መደብ ተፈታውቶክ ሾው እንቋዕ ደሓን መጻኹሞ ኣብዚ ሊሎ ቲቪ ጽቡቕ እንዩ ዝትንትኖ ዘሎ ሓቂ ዘረባ ኣብቲ ቀትሪ እውን ተናኺፍናዮ ነርና ማለት እዩ ሕጽር ዝበለ ግን እዛ ክብላ ዝጸንሐ እዩ ሓደ ኦል ኦቨር እዩ ሕጂ እቲ ሰራዊት ናይ ኢትዮጵያ ውን ምንቅስቃሳቱ ናብ ምዕራብ ናብ ዶብ ናብ ካልእን ይገብር ኣሎ ከምዚ ትሪኦ ዘለኹም በለሳ ሜድያ ዝብል ልዕሊ ክልተ ሚእትን ገለን ሽሕ ሰዓብቲ ዘለዎ ዓቢ ሜድያታት እዩ ሎሚ ምዕራብ ትግራይ ክኣቱ ዝወዓለ ሰራዊት ፈደራል ኢትዮጵያ ክብል እዩ ፖስቲትዎ ነይሩ ማለት ከምዚ ትሪኦ ዘለኹም ብብዝሒ ሰራዊት ናይ ኢትዮጵያ ከምዚ ትሪእዎ ዘለኹም ናብ ዶባትን ናብ ምዕራብን ናብ ካልእን ይፅፍፀፍ ኣሎ ማለት እዩ እዚ ከኣ እንታይ እዩ ዘርእየካ ልዑል ዝኾነ ምድልዋት ወይ ምቅርራባት ከምዚ ሕጂ ክብሎ ዝጸንሐ ንልዑል ምድልዋት ምቅርራባት ናይ ኩናት እዩ እዚ ኩሉ ዝካየድ ዘሎ ማለት እዩ ሰላም ክምለኩም እስኪ መጀመርያ ጽቡቅ ጌርና ኣጥዒና ዋዕ ደሓን መጻኹም መጀመርያ ከመይ ውዒልኩም ከመይ ጸኒሕኩም ከመይ ሓዲርኩም ሰብ ምሸት ሰብ ንግሆ ሰብ ቀትሪ ከም ወትሩ ሰላም ክንብለኩም ብዘይ ሰላምታ ከይንኣቱ ቲፎ ከመይ ውዒልኩም ተስፋ ገብር ኩሉ ሰላም ክኸውን Yeah, ህወሓት will be may may we be will run away to Eritrea ንኤርትራ ዝፅመድዋ ዘለዉ እኮ ምፈታውን ኣይኮነ ክልቲኣተን ባይዘወይ ምፍታው ኣይኮነ ዘፃምደን ዘሎ ፍርሒ እዩ ካልእ ኣይኮነን እኮ ፍርሒ እዩ ናይ ሻዕብያ ክልተ ፍርሒ እዩ ካብ ኢትዮጵያ ከምኡ ካብ ብርጌድ ንሓመዱ ናይ ትግራይ ከዓ ናይቲ ህወሓት ማለት እዩ ህወሓት ከም ውድብ እ፣ ስለ እ፣ ዝሓኸኻ ሓባ ሰንዓፈ መለይ ሰላም ንዓኻ ብራዘር ሰላም ኩላትኩም መጀመርያ ያ ሻላም ሻላም ሻላም እም፣ ሰራዊት ፈደራል እንዳ ባጉና ደብረ ኣባይ ኣትዩ ኣሎ ትኽክል ሓበሬታ ኦ፣ ያ ኣ- ኣብ ትግራይ ማለት ድዩ ዝኾን ዘሎ እዚ ሕጂ ዳባጉና ባይዘ ወይ ክሓልፍ እየ ነ- ኣብዚ ናይ ቀትሪ ዝሃብናኩም እ፣ ዝነበረና ማዕ- ዛዕባ እንድሕር ደኣ ተኸታቲልኩም እ፣ ንጀነራል ወዲ ወረደ ክሓልፍ እየ ተኪሉ ሰራዊት ናይ ኢትዮጵያ ናብ ደንበር ናይ ኤርትራ ኢትዮጵያ ክሓልፍ እዩ ዝኾነ ምትንዃያት ከይግበር ዝብል መጠንቀቕታ ዘለዎ ማለት ብዝተፈላለየ መዳፍዓትን ብነፈርትን ብካልእን ተዓጂቡ ክኸይድ ምዃኑ ኣብ ናይ ሎማዓንቲ ሓበሬታ ዝወፀ ንሕብር ነይርና ማለት እዩ ስለዚ ኖ ኣይትሓልፍን ኢኻ ክብሎ ኣይክእልን ምክንያቱ ደንበር ወይ ከዓ ዶባት ናይ ኢትዮጵያ ክሕሉ እቲ ሰራዊት ናይ ፈደራል መፍት ስለ ዘለዎ ማለት እዩ መፍት ስለ ዘለዎ እም። ስለዚ እቲ ውልቢ ማለት እዩ ኤንወይ እንቋዕ ደሓን መጻኹም መጀመርታ በዚ ቤን ክጅምር ምስለኩም በዛ ክብርቲ አ፣ በዓልቲ ቤት ወዲ ዓሊ ሰበይቲ ወዲ ዓሊ ማለት እዩ ኣብ ናይ ሎሚ ኣርእስተይ ከም ዝዓረፈት ቅድሚ ትማሊ ከም ዝዓረፈት ብሞት ካብ ዝዓለም ከም ተፈልየት ሓቢርናኩም ነርና ኢና ካብ ኣዴታት ኣብ ነርወይ ዘለዋ ከዓ መልእኽቲ ናይ ሓዘን ኣብፀሓልና ዝብል ካብ ኣዴታት ናይ ነርወይ መልእኽቲ መግለፂ ሓዘን ማለት እዩ ብምክንያት ዕረፍቲ መምህር በኺታ እድሪስ ዑመር በዓልቲ ቤቱ ንጅግና ስውእ ኮነሬል ስዒድ ዓሊ ሕጃይ ወዲ ዓሊ ዝተሰማዓና መሪር ሓዘን ብሽም ኣዴታትን ደቂ ኣንስትዮ ብርጌድ ንሓመዱ ሓዘንና ንገልጽ። ንመምህር በኺታ እድሪስ ዑመር መንግስተ ሰማያት የዋርሳ፣ ንደቃን ንመላእ ቤተሰብን ከኣ ጽንዓት ይሃቦም። ኣዴታት፣ ደቂ ኣንስትዮ ኣባላት ብርጌድ ንሓመዱ፣ ኖርወይ፣ ዓሰርተ ሸውዓተ፣ ክልተ፣ ቱወኒ ቱወኒ ሲክስ ማለት እዩ። ያ እዛ ትርእይዋ ዘለኹም ባይዘወይ ንበዓልቲ ቤት ንወዲ ዓሊ ኮይና ወዲ ዓሊ ፎርቶ ክልተ ሽሕ ዓሰርተ ሰለስተ ንስርሒት ፎርቶ ብዝገበረሉ ኣይ ብሊቭ 213 ነይሩ ሓቂ ጌጋ ገይረ ዴታ እስከ እቲ ዓመተ ምህረት ከዓ ይጋገ ከይሉ 213 እንዲ ነይሩ ናይ ወዲ ዓሊ ስርሒ ትፈልጡ ሓቂ ድየ ሓቂ ድየ ኣብ 213 እዩ ጌጋ ክልኣለይ ኣብቲ ዝነበረ ናይ ስርሒ ትፈርቶ ኣጋጣሚ ኮይኑ ሳክሰስ ክኸውን ኣይከኣለን እቲ ስርሒት ግን ከዓ ካብ ሻዕብያ ዝሕዙኒ ሞት መርፅ ኢሉ ሂወቱ ባዕሉ ዘሕለፈ ማለት እዩ ክብርቲ በዓልቲ ቤቱ ከኣ ምስ ክልተ ደቃ ብስርሒት ናይ ንፍትሒ ዝቃለሱ ሳውን ሻዕብያ ከም ዝፍለጥ ንናታትሎ ንዓዘ ዓሊ ዓብዱ ንሱ ወጺ ተባሂሉ ጓሉ ኣብ ትሕቲ ዕድመ ተኣሲራ ዘላኖ ስለዚ ደቁን በዓልቲ ቤቱን እውን መእሰርትን ካልእን ከይበጽሐን ተባሂሉ ብኣዝዩ ምስጢራዊ ዝኾነ ናብ ደገ ክወጻ ተገይሩ ኣብ ሃገረ ኖርወይ ክትነብር ጸኒሓ እጂ ግን ቅድሚ ክልተ መዓልቲ ካብዚ ዓለም ብሞት ተፈልያላ ማለት እዩ ስለዚ ያ መንግስተ ሰማያት የዋርሳ ፅንዓት ሃብካ ንኩሉ ቤተሰብ ከምኡውን መቃልስቲ ማለት እዩ ምክንያቱ ናይ ቃልሲ ፋሚሊ ስለዝኮና ያ እዚ ኣሎ ሓደ ካልእ ናይ ናይዚ መን ኢኹም ትብልዎ እዚ ናይ ኢማራት ዓረብ ናይ ብዛዕባ እዚ ናይ ኢማራት ዓረብ ብዙሓት ሰባት መይቱ ገለ ዝብል ብፍላይ እዚ ሚኪ ትግራይ ዝበል ዕሹ ዝበለ ሰብ ኣሎ እንታ እንታይ ዓይነት ሰብ እዩ እንትም ሰባት እዚ እንታይ ዓይነት ሰብ እዩ ፕረዚደንት ናይ ሕብራት ዓረብ ሸክ መሓመድ ቢን ዛይድ ዓሪፉ ክብል ምሉ መዓልቲ ክህውትት ውዒሉ እንቶም ሰባት ሰብዚ ሰብ የብሉ እንዲዩ ባሲ ዓገብ ደይትብልዎ ማ- ይጽለል ኣሎ ያ እ፣ ሰብ የብሉ እንዲ ቤተሰብ እ፣ ዓርኪ መሓዛ ገለ የብሉ እንዲ ስቕ ኢሉ ክህውትት ውዒሉ ሎማዓንቲ እ፣ ሓደ እ፣ ኣነ ስጋ ሕጂ ዝበጻሕክዎ መጽናዕቲ እ፣ ኣብ ሕክምና ከም ዘሎ ማለት እዩ ኣብ ሕክምና ከም ዘሎ ኣነ ዘሎ ማለት እዚ ናይ ቱርኪ ን- ናብኡ ንክኸይድ እ፣ ዕመ- ፕላን ነይሩ ናብ ኢትዮጵያ ናብ ዩናይትድ ናብዚ ኢማራት ዓረብን ኣጋጣሚ ኮይኑ ግን ናይ ኢማራት ዓረብ ኣጋጣሚ ስለ ሓሚሙ ሕክምና ዝኣተወ ክበፅሕ ኣይከኣልን ማለት እዩ። እዚ ትርእይዎ ዘለኹም ጉማረ እንታይ ይብል? እዩ ኢሉ ኣሎ።
ኣቤት ኣቤት ዓቕሚ! እዚኣ እያ እቲ ዓቕምኹም፣ እዚኣ እያ እቲ ዓቕምኹም። ባይዘወይ ሰብ ኣይስረቅ ሰብ ኣየጭበርብር ቆቢዕ ተሸይጡ ሽርጥ ተሸይጡ ንግዲ ይፈልጥ ኣሎ ማለት እዩ ተረዲኩም እዚኣ ትሕንበክ እዚኣ ሒዝኩም ክትቃለሱ ክንዲ ግዛዕ ዝኸውን ዩቱብ ሒዝና ኢልኩም ክትመፁ ክትቃለሱ ግን ዝገርም እዩ ብጣዕሚ ባይዘወይ ካሊእ እውን ትብሉ ኢኹም ናብቲ ነጥበይ ክመፅእ በንዛይድ ናይ ዩናይትድ ኤረብ ኤምረት ደኒ ዋትስ ኣፕ ሓወይ ከመይ ኣለኻ ዌልካም ናይ ዩናይትድ ኤረብ ኤምረት ፕረዘደንት መሓመድ ኣልበንዛይን ኣብ ሃገረ ቱርኪ ሕክምና ህይወቱ ከድሕንዎ እናተጓየዩ ትመኩ ኣብ ሃገረ ቱርኪ ሕክምና ክገብርሉ እንዳተጓየዩ ኪሮም መኪሮም መጨረሹ ግን እ። ኣሰላም ዓሌኩም ኢልዎም ኣሎ እ። ኣሰላም ዓሌኩም ማለት ኸይደ ኣሎ ናብ ገደሉ ጸ-
ኣንቱም ሰባት እዚ እዚ ጥዑይ ጂነይ ምዃኑ ኣነ እኮ ዝገርመኒ ሰላም ዓለይኩም ኢልዎም ኣሎ ከይዱ ኣሎ ማለት እዩ መይቱ ኣሎ እንዲዩ ዝብል ዘሎ አ፣ እቲ ዝገርም ነገር ስጋብ ፕረዚደንት ዝኣክል እንድሕር ደኣ ኣናውንስ ተገይሩ ከም ዝመተ ኢትስ ኦል ኦቨር ደ ኒውስ ባይ ዘ ወይ ኣብ ኩሉ ማሕበራዊ ሚድያ ብፍላይ ዓበይቲ ከም ኣልጀዚራ ቢቢሲ ሲኤንኤን ገለገለ ፎክስ ኒውስ ዝኣምሰለ ኣብ ዜና እዩ ዝወፅእ ሽዑ ንሽዑ እዚ ሰብ እዚ ከዓ ሕጂ ልዕሊ በዓል ቢቢሲ ሲኤንኤን ኮይኑ ኣሰላም ዓለይኩም ይብሉ ኣለዉ ሓደ ናብ ቱርኪ ኮነን ከይዱ ዝዓርከይ ርእሲ ይሃልኻ ርእሲ ኣልቦ እቲ ናይ ቱርኪ መራሒ ሲ ናብ ዩናይትድ ኣራብ ናብዚ ዩኤኢ ማለት እዩ ናብ ዩናይትድ ኣራብ ኢማረት ናብኡ ንክኸይድ እቲ ናይ ቱርኪ ናብኡ ንቱርኪ ኮነን ክሕከን ከይዱ ናብኡ ሲ እቲ ናይ ቱርኪ መራሒስ ከይዱ ይርዳእካ ኣሎ ድዩ ጉማረ ኣበይ ዳ ክሰምዕ እምበር ዋዕ እታ እታ ዓይነት ኣታ ጉድ እኮ ረኺብና ዳሕራይ ኣጋጣሚ ኮይኑ ከዓ እቲ ናይ ቱርኪ መራሒ ናብ ዱባይን ናብ ኢትዮጵያን ቪዚት ነይርዎ ኣብ ዜሮ ሰዓት ግን ተጸሊኡ ሕክምና ኣትዩ ስለ ዝተባህለ ጽባሕ ናብ ኢትዮጵያ ከኸይድ እዩ ማለት እዩ ናብ ዩናይትድ ኣረብ ዝነበረ ፖስትፖንድ ገይርዎ እቲ መገሽኡ እዚኣ እዚ ሰብ እዚ ግን ብውሉ እዩ ይ በቃ ሲ ከምዚ ምሻለካ እንታይ እዮም ዝበሃሉ እዞም እ፣ ዳውን ጣሽሙ ዝኾኑ ንኣሽቱ ቆልዑ ምሳሉ ልክዕ ንኦም የስ- ይኹን እዩ ይስምዓካ ላኢ ናይ ህዝቢ ትግራይ ናይ ህዝቢ ኤርትራን ናይ ዩናይትድ ኤረብ ኤምረት ፕረዚደንት ፈጣሪ ባዕሉ እ፣ ይኣኽለካ ኢሉ ህይወቱ ኣብቂዕዎ ኣሎ ኣነ ይምልከተንን ገደል ይእቶ ፀላኢ ናይ ህዝቢ ትግራይ ናይ ህዝቢ ኤርትራን ጸላኢ እዩ እንኳዕ ግን ደስ በለና ደስ በለኩም ዋይ ካሊእ መዓት ነይሩኒ ዘይና ባይዘወይ ሒዚ ካብ ቢሮ ወፅየ ስራሕ ቁሪ እኒሄ በቃ ይዳወይ ሓቂ ፀሓይ ቀንያስ ሒዚ ሓያል ቁሪ ትሪእዎ ኣለኹም ሰማይ ከሪኦኩም እዚኣ እያ ዝንቀሳቐስ ዘለኹ ቦታ ረእይዎ እዚኣ ትመስል ንእሽተይ ግርና እውን ምንቅስቃሳ ጽቡቅ እዩ ግን ሓያል ዛሕሊ ስለ ዝኒሀ ቁሪ ግላብ ኣይገበርኩን ዒዳዊ ከላ ሰዋል ተመርሳ ባይ ዘ ወይ ናይቲ ቢንዛይድ መይቲ ዝብሎ ዘሎ ንሱ አ፣ እዞም ዓበይቲ ቻነላት ናይ ኢትዮጵያ ንባዕሉ እዚ ኢትዮ ፎርም ጸብጺብዎ ወይ ሓበሬታ ሂቡ ነይሩ ማለት ሲ ሓሚሙ ከም ዘለውን ማለት እየ በዓል እዚ እኳ ፍውስ ኣበይ እዩ ማለት ሲ ዓረብ ኢመሬትስ ፕረዚደንት ሸኽ መሓመድ ቢን ዛይድ ኤልናሃይድ ኣብዚ ሓሚሙ ኣብ ሆስፒታል ኣትዩ ኣሎ ትብል ጥራይ እያ። ስለዚ ነቲ ተታሒዝሉ ዝነበረ መንግስታዊ ቆጸሮ ምስ ናይ ቱርኪ ነዚኣ ከዓ ካንስል ተገይራ ትብል እያ። ኖ ሞር ለስ በቃ እዚኣ እያ። ባይዘወይ እዚ ሰብ እዚ ኣይርድኦን እምበር ንቱርኪ ከይዱ ይብል ኣሎ። ሕጂ ንዓና ኣብዚ እኳ ህሉ ኮኒ ኩሉ ግዜ ምሳና እንዲ ዘሎ ካተለና ንዓ በጃካ እናካ ፍውስ ኣብዚ ረእዮ እቲ ዜና ከምዚ እዩ ዘሎ እንድሕር ዝርዳእካ ኮይኑ ማለት እዩ ረገን ፖስትፖንድ ፖስትፖን ገይርዎ በቃ ኣተሓላሊፍዎ ነቲ ዝነበረ ቆፀሩ እሲ ኣናዊሕዎ ፖስትፖን የኤ ቪዚት ሰይን ሊደር ሃዝ ሄልት ፕሮብለም በቃ ናይ ጥዕና ፀገም ስለ ዘጓነፎ እዚ ሕጂ መኣስ እዩ በቃ ትማሊ ማለት እዩ ትማሊ ዝተፃሓፈት ሮም ፌብሪ 16 ኦልሞስ ቱደይ ማለት እዩ እ ናብ ሚድናይት ስላት እናደለና ዝትረ ኣለኹ እቲ ዜና ዘሎ እዚ እዩ እዚ ሰብ እዚ ግን ካበይ የምፅእዎ ጉቡ ኢሉ መይቱ ው ሓመድ ብላዕ ሓመድ ዳኣ ብላዕ እንታይ ዓይነት ፍጥረት እዩ ኣነ ክፈልጥ ኣይክእልን ማለት ሲ ከም ሰብ ቁርብ ክብረት ይሃልኻ ከምዚ ዓይነት ነገራት ኣይዝረእካ እቲ ዝገርም ነገር በዓል እዚ ኣብቲ ደደቢት እንዳዓፈሩ ናብ ሳትላይት ይሓልፍ ምዃኖም እቲ ናቶም ዘረባ እቲ ህዝብና እውን ሰምዖ ምዃኑ እዩ እቲ ዘሕዝነካ ነገር ማለት እዩ እቲ ዘሕዝነካ ነገር ጠቅምን ዘይጠቅምን ሓበሬታን ሓሶትን ካልእ እንዳምፅኡ ነዚኣቶም ዝሰምዕ ሰብ እውን ክህሉ ክትርኢ እንከልካ እዩ ማለት እዩ እምበር ዋላ በዓል

በሶማልያን ናይ ኢትዮጵያ መካከል ተፈጥሮ የነበረ ውጥረት መፍትሔ ያገኝ ዘንድ ቱርክ ኣሸማጋይ እንደነበረች ይታወቃል። ባይ ዘ ወይ እዚ እኳ ንኸስማዓኩም እውን ወጢነ ኣይነበርኩን እዚ ሰብ ግን ስዒልካ ዝተፈወሰ ዝተጸለለ ሰብ ከምኡ እንድዩ ዝተጸለለ ሰብ ሓደ ሓደ ሰባት ከምዚኣቶም ዓይነት ሰባት ናይ ጥዕናም ጸገም ገይሩ ክኸውን ስለ ዝኽእል ሸለል በልዎ ክብለኩም ኢለ በቃ ሸለል በልዎ ጠቅም ሰብ ኣይኮነን ዘምጽኦ ሓበሬታ ኩሉ ከዓ ዝተመዛበዐ ሓቅነት ዘይብሉ እዩ ብፍላይ ብፍላይ እዚ ቁርብ ማለት ራፒስት ምዃኑ ሰብ ምስ ፈለጦ ቁርብ ከይዳተ ኣነ ንቡር ዝሓስብ ኮይኑ ይስምዓኒ ንክሪኦ ከለኹ ሕጂ ሽክናይ ሂዝ ቨሪ ስሎው ማለት እየ ኤኒዌይ እቲ ናይ ዩኤኢ መራሒ ግን ከምቲ ዝበሎ ሚቱ ዘይኮነ ዝኾነ ኣናውንስ ዝተገብረ ነገራት ኣብ ዝኾነ ማዕከን ሜዳ የለን እንታይ ደኣ ጅስ በቃ ሓሚሙ ስለ ዝኾነ ነቲ ዝነበሮ ርክብ ምስ ናይ ተርኪ ድማ ፖስትፖን ጌርዎ ከም ዘሎ እቲያ እታ ሓበሬታ ዘላ ማለት እዩ as simple as that nothing less or more ሕጂ ኣብቲ ደደቢት ከይተረፈ ብዓቢ ሜድያ በቃ ኣርእስቲ ከምኡ ሒዞም መጽኦም ለለየ ለለየ ይብሉ ነይሮም ክልተ ሓደ ከዓ ኣይደኖ ክሪኦም ከለኹ ሲ ወላ ብብዙሕ ነገራት ዝራኸቡ ነው ቁሩብ ሲ ማለት ምንጭታት ዝበሃል ነገራት ኣሎኑ ዓቢ ዝኣክል ሚድያ ሒዞም ሲ ከምዚ ሓሰና ሓደ ግዜ ኢሳያስ መይቱ ኢሉ ዘርድኦ ከም ማለት እኳ እዩ ባይዘወይ ነዚ እኮ ይቕሬታ ከማን ኣይሓትሉን ከም ዘለዎ እዮም ዝኸዱ በቃ ብዛዕባ እዛ ሰዓት እዚኣ ብዛዕባ እዛ ዕለት እዚኣ እምበር ብዛዕባ ፅባሕ እንታይ ዝበሃል ፍፅም ፍፅም ንዕኦም ኣይንታዮምን እዩ ደንታ ይግበርሎም ማለት እዩ ዘሕዝነካ እዩ ብዝኾነ ኣብዚ ኣላ ሲ ሓደ ሰብ ኣጋጣሚ እምቧዕ ንቆልዑት ሲ ትግርኛ ደቅኻ ክመሃሩ ትደሊ ዶ ዋይ ናት ኦፍኮርስ ደቅና ኣብ ደገ ትግርኛ ፐርፌክት ክዛረቡ ዘይደሊ ሰብ ኣሎ እስኪ ቆልዑት ዘለኩም ኣብዚኣ እዛ ኣብዚኣ ረእይዋ እሞ እታ ሊንክ ክሰደልኩም እየ ዋን ታይም ቻርጅ እያ ኣፕ እዩ እቲ ኣፕ ሓንሳብ ዳውንሎድ ተገይርኩሞ ኣብ ቴሌፎንኩም ገለ ድሕሪኡ እንታይ በቃ ደቅኹም ኣብ ክንዲ ዝኾነ ዓይነት ካልእ እንዳሽሙ ጌይማት ካልእን ካልእን ግዜኦም ስፐንድ ዝገብሩ ብቋንቃ ኣዲኦም ንክዛረቡ ንክፅሕፉ ኣዝዩ ሓጋዝ ዝኾነ ኣፕ ተሰሪሕልኩም ኣሎ እዚኣ ከዓ ኣነ ንሰማዕተይ

Lifetime access, no subscriptions. Available on Google Play and the Apple App Store.
በቃ እዚኣ ሕጂ ሓንቲ ግዜ ከምዚ ወርሓዊ ገለመለ ኣይኮነን መብዛሕትኡ ኣፕ እንድሕር ደኣ ትጥቀመሉ እንተኣሽሙ ኮንካ እንታይ ዝገብረካ መስለኩም ላይክ ማንዝሊ ፊ ገለ ኣለዎ እዚኣ ግን ጀስ ዋን ታይም 20 ሳምቲን ዳላር እንደን ደቅኻ ኣርባዕተ ድም ሓሙሽተ ድም ዘለዉ ሰለስተ ድም ወትኤቨር ንኹሎም መምሃሪ ይኾኖም ማለት እዩ። እዛ ትሪእዋ ዘለኹም ኣፕ እያ ምናልባት ኣብዚኣ እታ ኣፕ ክሰደልኩም እየ እታ እንትኣሽሙ ደቅኹም ከተምህሩ ብቋንቃ ኣዲኦም ትግርኛ ክመልኩ እንተደሊኹሞም እዚ ብቐሊሉ ሓደ ምስ ቨሪ ፋሚላር ምስ ሞባይል ምስ ቴሌፎን ምስ ኢንተርነት ቆልዑት ናይዚ ዓዲ እታ ሊንክ ሰድልኩም ኣለኹ ኣብዚኣ ስለዚ ኣዝያ ጽብቕቲ ብልጽቲ እያ ደቅኹም እንድሕር ደኣኒ ክመሃርልኩም ደሊኹም ኣብዚ ነዚ ኣብዚኣ ትግርኛ ለርኒንግ ትብል እታ ሊንክ ሰደልኩም ኣለኹ ግን ትግርኛ ለርኒንግ ትብል እንድሕር ደኣ ሪኢኹማ ሽዑ ኣብዚ ትግርኛ ንኹሉ ዝብል ከዓ ኣብዚ ፕሮፋይል ተጻሕፈ ብትግርኛ ኣለዋ ሰው ዳውንሎድ ትገብርዋ እዚ ኩሉ ብእንግሊሽ ብትግርኛ ነቲ ቋንቃ ኣዲኦም ንኽጽሕፉ ንኽማሃሩ ኩሉ ቮይስን ካልእን ኣለዎ ማለት እዩ ሆፕፍሊ ሳትስፋይ ክትኮኑ ተስፋ ይገብር ነቶም ዘይሰማዕኩማ ሕጂ ካልእ መዓልቲ ሪማይንድ ክገብረኩም ክፍትን እየ ማለት እዩ እዚ ጽቡቅ እዩ ብፍላይ ነቶም ቆልዑት ዘለና ደቅና ሲ ማለት ብቐሊሉ እቲ ኢንግሊሽ ኮሚኒኬት ንክገብሩ ምሳኻ ማለት እዩ ካልእ ዘይኮነ ስለዚ ያ ናባኹም ኣለዎም ፓስፖርት ገብርዋ ካልእ እዚ መን እዩ ዝበሃል እንታይ እዩ እዚ ናይ መን እዩ ዝበሃል እዚ ዘርኢ ክርዳድ ናይ ዘርኢ ክርዳድ ሲ ስጋ ሕጂ የመላልስዎ ኣለዉ ማለት እዩ ስጋ ሕጅስ የመላልስዎ ኣለዉ እ፣ ንሱ ከዓ እንታይ ኮይኑ እዩ ማለት ሲ እንድሕር ደኣ ሰኢሉ ንግዚኡ ተሓቢኡሎስ ዘይወፅ እዩ ዘይኣኽሎ ዘይኣኽሎ ማለት ሲ ዘይኣኽሎ ኣቴንሽን ሞር ክረክብ ደልዩ ኮይኑ ኣይተረድኣንን ዘይኣኽሎ እዩ ዘይወፅ እዩ ምናና ክናና ኢሉ ደሪፍዋ ዝነበረ ሲ ምናና ሕጂ ኣትይዋ ኣሎ ክናና ተሪፉ ኣሎ ኢሎምስ ምስ መን ዶ ኣምጺኦሞ ምዚ መን እዩ ዝበሃል ምዚ ወዲ ጣባ ምዚ ወዲ ጣባ ምናና ተኣሲሩ ኣሎ ክናና እውን ሃ ነይተርፎ ክናና ዝኾን ዘሎ እዚ ወዲ ጣባ እዩ ምናና ክናና ፅፅዋይ ዓባየይ ምናና ክናና ክትብለኒ እንዳበለ ዝደርፎ ዝነበረ ደርፊ ነው። እዚኣቶም ክልቲኣቶም ብሓፂሩ ግን ከምዚ ንኣቴንሽን ምርካብ ዝገብሮ ምዃኑ ኩሉ ሰብን ገጢምዎ እንተረዲኡን ኣሎ ምሽክና ኣቴንሽን እውን ኣይረኸበላን ብዙሕ ኣይረኸበላን እንታይ ከም ዝኾነ ኣይፈለጥኩን ግን ክረኸበላ እንዲ ዝግባእ እንታይ ኮንኩም ኢኹም ኣተንሽን ዘይሃብኩሞ ደኣ እንታይ ኮንኩም ኢኹም ኣነ ክህቦ ይደለኹ ድሓን ኣነስ ብፍላጥ እንታይ ኮንኩም ኢኹም እተን ካልኦት ኣተንሽን ዘይሃብኩሞ እሱ ኣተንሽን ደሊ እዩ ብገሊኦም ገይሩ እንጣሽ ምሰው ኣቢልዋ ነው ኣተንሽን ኣይረኸበን የሕዝነካ ክረክብ ዝግብኦ ኣይረኸበላን ዘሎ ነዚኣ እንጣሽው ማለት እዩ ዝኾነ ጽቡቕ ኣይገበርኩምን ንእሽተይ ብውሕዱ ኣተንሽን ክትህቦ እዩ ዝግባእ ነይሩ ማለት እዩ ኣለዉ እዚኦም ናይ ኣስመራ እንታይ ንበሎም ነዚኦም ትሪኦም ዘለኹም ክልተ ሰባት ሲ ኣነ ንስማዓያ እሞ እዚኣ ዘድንቕኩ ወዲ ጸሊም ሹሚ ሓስኳን ኣነ ኤውሮጳ ኣለኹ ብዓሰብ ተመጺኦም ግን ኮብሊለ እየ ደለኹ እምበር ክምለስ እየ ክኸትት እየ ቦታ ይሃዶ ይፈልጦ እየ ከምዚኦም ዓይነት ሰባት እዮም ንዓይ በቃ ኣለውና እወ ያ እወ ይኺድ ንደገ ዓሰርተ ግዜ ይኺድ ከምዚ ክምልስ ከሎ ግን እስኻ ግን ዓሰብሲ ምስ ፌደራል ክሳ እሕዛወ ሓደ ሃላይ ወዲ እዩ ካብቲ ነሽነሽ ፈሊኻ ደይትሪኦ ክንድዩ ድኸውን ከምዚ ብብብብገ እቲ ሓደ ግን እወ ኣነ ሃዲመ ንኤውሮጳ ከይደ ካብ ኣህዶይ ኮንኩብላል ይሕሰበኒ ኢልዎ ኮብሊለ እየ ደለኹ ዓሰብ ተንከስ ተኢሎማ ግን ክመጽእ እየ ከምዚኦም ዝሑለ ኢለ ኣነ እዚኦም ጥራሕ እዮም ኤርትራውያን በቃ። ዓያሹ ኮይኖም እምበር ንዓሰብ ሲ ጸላኢ ንዓናስ ዝባንና ረጊጹ ብታንኪ ይእተዋ ኢሉ ዝከላኸለላ ጅግና ኣለዋ ንዓሰብ ኣብ ደገ ዘሎ ውን ጅግና እዩ ክኸትት እዩ ኣብ ኩሉ ናብኡ ክበጽሑ ኣይክእሉን እዮም፣ ዓቕሚ ይብሎምን፣ ክብገሱ ከም ዘይክእሉ ርግጸኛ እየ። እዚኣቶም እኮ ተለዋዋጢ ሓሳብ እዩ ዘለዎም። ትማል እኮ ንሕና ምስ ኩናት ኣብዚ ናይ ክካየድ እንከሎ እኮ ንሕና ምስ ትግራይ ኣብ ነካይዶ ዝነበርና ኩናት ከምዚ ሕጂ ጽምዶ ከይተፈጥረ እንከሎ ብዝሓለፈ እኮ እሳቶም ምስኦም ኮይኖም ትግራይ ትዕወት እናበሉ ብርጌድ ንሓመዱ ናይ ቲዲኤፍ እዩ እናበሉ ዝጎዩ ዝነበሩ እዮም። ሕጂ ከኣ ትግራይ ከኣ ፍቕርን ስኒትን ጌራ ከኣ ናብ ሰላም ገጻ ተመሊሳ። ሕጂ ከኣ ምስታ ትዕገርግር ዘላ ከኣ ካብኣ ሕልፍ ኢሎም ከኣ ኣነ ፈደራል እየ እንክብሉ ስለዚ እዚኣቶም ኣብ ዝሓደርዎ ዘይውዕሉ ኣብ ዝወዓልዎ ከኣ ዘይሓድሩ ዋዕ ዋዕ ኮሚደረ ረጊጾም ከንትዑ ዘይክእሉ ሕማቓት እዮም።
መን እዮም ኣብ ዝወዓልዎ ዘይሓድሩ እባ? ትማሊ ትማሊ ተደምረናል ዝብሉ ዝነበሩ መን እዮም ሕጂ ተመሊሶም ከዓ ትግራይ ትዕወት ዝብሉ ዘለዉ ንሕናሲ ኣበይና ዘይውዓልናዮ ዘይሓደርናዮ ናይዚኣቶም ግን ኣነ ብጣዕሚ እንዲ ዝገርመኒ ከነዘኻኽሮም ደታቲ ተደምረናል ክበሃል ከሎ በምሓርኛ ባይዞ ወይ ኣበይ ዝነብረ ኣምሓርኛ እዩ ክንዱ ክዛረቡ ኣነ ተስተውዕሎም ዶ ነርኩም ዋላ እቶም ተጋደልቲ ህዝባዊ ግንባር ትብሎም ሲ እቲ ምሓርኛኦም ሲ ክፀሪ ስጋዕ ክንደዮም ምድላው ገይሮም ፀኒሖም ኣይተረዳኣኒ በዓል በረኸት ንባዕሎምስ ነቲ ምሓርኛስ ባእ ልዕሊ እቶም ኣምሓሩ ዳርጋ ክዛረብሉ ገለ ዝክርዎም ዶ ኣብቲ ተደምረናል ክበሃል ከሎ እ። ጻዌም የኪነ ጥበብ ሰው ኣንቱ ኣይባልም ኣንተ ነው የሚባለው እና የህዝብ ልጅ ስለሆነ እኔም አንተ እያልኩ እቀጥላለሁ እና እንግዲህ ድምፃዊ በረከት መንግስታ መለይ በሚለው የሙዚቃ ስራ በተለይ በጣም ትታወቃለህ በተለያዩ አለማትም ኢትዮጵያን ጨምሮ ማለት እና እንደው ይህን ዘፈን መቼ ነበር የሰራኸው?

ሳዌም የኪነ ጥበብ ሰው አንቱ አይባልም አንተ ነው የሚባለው እና የህዝብ ልጅ ስለሆነ እኔ ካበዮም ኣምጪኦሞ እዚ ኣነ ገሪምኒ ዘሎ እቲ ኣምሓርኛኦም እዚ ካበዮም ኣምጪኦሞ ስጋዕ ክንዲዚ እባ ንሕና ስጋ ሕጂ እሞ ከዓ ኣብ ሳሕል እዮም ነይሮም ዝገርም ነገር ነው ኣይ- ኣይርስዕዎ እንዲዮም እቲ ናይ ቀደም ገለመለ ዋላ በዓል እዚ መን ኢኻ ትብሎ እዚ ፊሒራ በሎ እዚ መን ኢኻ ዝብል እቲ ሓንቲ እግሩ መን- ዘማች በሎ

በጣም ደስ ብሎኛል። በጣም ደስ ብሎናል። በቃ እናመሰግናለን ወንድመቻችሁ እም። እና ተደምረናል። እንዴት ነበረ አሁን ጽምዶ ምናምን ካሉት እ፣ እንዴት ተሰማት? እም? እንዴት ተሰማት? ኮሜዲ ዝበሃል እንታይ ተሰሚዑካ? ኮሜዲ ዝበሃል እም? ተሰምተዋል ከምኡ ድዩ ዝበሃል ዋላ እንታይ ኤንወይ ናይዞም እ፣ ክልተ ምን እዮም ዝበሃሉ እዚኦም እ፣ ካብ እ፣ ኣብ ኤርትራ ኮይኖም እዚ ክልተ ዓናጅል እንታይ ክብሎም ይኽእል ኣነ እዞም ሰባት እዚኣቶም እዚ ክልቲኣቶም ስ- ኣንቱ ሰባት መናቱ ኮይኖም ይስምዑኻ ክናናን ምናናን መናቱ መናቱ ኮይኖም ይስምዑኻ እቲ ዘሕልፈዎ መልእኽቲ ገለን ስምዕዎ እሞ ምስዚኦም ዘሎ ዕንጅልና ባይዘወይ እዚኣቶም እንድሕር ደኣ ደቂ ኣስመራ ዝበሃሉ ኮይኖም ኣደንቲ እንኳ ደቂ ኣስመራ እቶም ደቂ ኣስመራስ ፋራታት እዮም ማለት እዩ በዚኣቶም ትዕቀን ኣስመራ ዳኣ የላን እምበር ከምዚኦም ኣብ ዓለም ኣነ ፋራ ሪኤ ይፈልጥን ፋራ ማለት ዘይፈልጥ እዩ ካልእ ትርጉም ዘለዎ ይመስለኒ ከምዚኣቶም መሃይም ሰብ ኣነ ይረኣኹን ክልቲኣቶምሲ ሓደ ካብ ሓደ ዘይሕሹ ሓደ ንሶሻል ሚድያ ዘይበቕዑ ብቕዓትን ዓቕምን ናይ ምግላጽ ናይ ምዝራብ ክእለት እውን የብሎም ባይዘወይ በሃማት ከመይ ኢሎም እዮም ኣብዚ ስራሕ እዚ እትዮሞም ክፈልጥ ኣይክእልን እየ።
ሰላም ክቡራት ተኸታተልቲ ሳዋ ሽኮር ኢንተርተይመንት ሎም መዓልቲ ካብታ ኣብ ዝሓለፈ ንእሽተይ ዕላል ጌርናያ ዝነበርና ምስ ሳዋ ሽኮር ሎም እውን ገለ ደፈ ዝገበርናዮ ዘሎ ክዛረቡ ሓድሽ ነገር ኣይኮነን ንዑ እዮም ደጋግምዎ ከምቲ ኩሉ ግዜ ድብሎ ከዓ ኣነ እንጀሮኦም እንተኮይኑ ንምንታይ ንፃብኦም ይሃውትቱ እየ ዝብሎም ኣነ ህውታትያ እዮም ይሃውትቱ ምክንያቱ ኣብ ቀዳማይ ዓለም ኮንካ ሕጂ ብዛዕባ ፋራን ኣዝማሪኖን ክትዛረብ ሰብ ናበይ ትስጉም ኣላ እዚኦም የለውን ሕጂ ብዘየለዉ ሰባት ምዕላል በዓል ኣንታ ኣብ ደገ ዘለስ እኳ ሰሪሑ ክበልዕ ይኽእል ይኸውን። ኣብ ኤርትራ እንታይ ስራሕ ኣለኩም ድዩ? እንታይ ስራሕ ኣለኩም ኣብ ኤርትራ? ንምንታይ ኢልካ ድኻ ኣብዚ ትሰርሕ ዘለካ ንግሆ ንግሆ መደብ ኢልካ ሓሳብ ዮም ኢልካ ሲ ንስኻ ስተይ ሓሳብ ኣለካ ንሕና እዚ እኮ ወደይ ተተዛረብና ብዛዕባ ጭቁን ህዝብና ንዛረብ እ? ብዛዕባ ሴማፎሮ ክትዛረብ ኣብቲ ክልተ ዕንጉለ ናይ ባሓቂ እዚኣተን ክልተ ዕንጉለ ንኻ ገኒሕኻኒ ኔርካ ዝዚኦም ውን ክንዛረብ የብልናን ኢልካ ግን ሓቅኻ ከኣ ይደፋፍኡኻዮም
ጽቡቕ ሳዋ ሽኮር ገለ ዕላላት ክቐናጥቡ ሕማቓትም ከም ዝበልካዮ ሕማቕ ሰብ ሕማቕ ነገር ጥራሕ እዩ ከናዲ ዝነብር ምክንያቱ ካብ ፅሩይ ዒላሲ ማይ ሓሬት ወይ ሕማቕ ማይ ኣይፍልፍልን እዩ ካብ ረሳሕ ዒላ ከዓ ፅሩይ ማይ ኣይርከብን እዩ ስለዚ እቶም ኣብቲ ሕማቕ ዒላ ዘለዉ ነቲ ሕማቕ ነገር ጥራሕ እዮም ክግልሉ ዝነብሩ ነቲ ዝተዘርገ ጥራሕ እዮም ክርእዩ ዝነብሩ ነቲ ፅዩቕ ነገር ነቲ ገለ ነገር ክርእዩ እዮም ዝነብሩ ኣቃልሕዎ ከለዉ ቁርብ ሕፍር ክብሉ እዩ ዝግብኦም ሳዋ ሽኮር ከም ሰብ ካብቶም ንፉዓትን ዕቱባትን ሃገራውያን
ኣንተ እዚኣቶምሲ ተዛሪብና ክኢልና ኢሎም እንዲኦም ኩትኩትኩትኩትኩት እንዳበሉ ልቦም ኣጥፊኦም ባይዘ ወይ ተዳሂሎም እንዲኦም ተዳሂሎም ኣነ ብጣዕሚ እዩ ዝገርመኒ ተዳሂሎም ተዳሂሎም ማለት ንሶሻል ሚድያ መጀመሪኦም እዩ ኣብ ዓድና ሓደ ዩቱብ የለን ከምዚ ጌርካ ዳሕራይ እቲ ፊድባክ ካብ ሰብ ዝመፀካ ባይደወይ ድክእሎን ዘይክእሎን እዩ ኩሉ ሓደ ጌርኩም ከይትሪእዎ ተረዲኹምኒ ብጣዕሚ ዝደሃል ሰብ ኣሎ ስጋብ ነብሰ ቅትለት ብ- ዝወስዱ ሰሳይት ዝገብሩ እውን ኣለዉ ኣብ ቲክቶክ ሰብ ክሕነቕ ኢራኹም ዲኹም ባይዘወይ እዚኣቶም እውን ሓደ መዓልቲ ቲፎ ኣብ ማይ በላ ክኣትዉ ምዃኖም እዩ ዝፈልጥ ኣነ ምክንያቱ እቲ ሰብ እ፣ ከምዚ ንዛረብ ንኽእል ኣለና ኢሎምሲ በቃ መስሓቂ ሰብ ይኾኑ ኣለዉ ከይተረድኦምሲ ናይ ሰብ ኮሜዲ ናይ ሰብ መስሓቂ ይኾኑ ኣለዉ ኖ ኣይርድኦምን ካሪዝማ የለን እንታይ ዓይነት ዘረባ ዝዛረቡ ይፈልጡን ብሓፂሩ እዚኣቶም ኣይደኖ መግለፂ ስኢነሎም ክልተ ክናና ምናና እንታይ እዩ ነቶ ዝሃብዎም ሰባት ፊድባክ ንዕኦም ሕጂ መልሲ ዘብ ዘለውኮ
ሃገራዊ ክነሱ ኣብ ርእሲ እውን ናብርኡ ክመርሕን ከመሓድርን ዝኽእል ሰብ እዩ ብዛዕባ ደሩት ይዛረቡ ብዛዕባ ኣጣል ይዛረቡ ብዛዕባ ካልኦት ከብቲ እውን ይዛረቡ እዚ ስራሕ ንፉዓትን ስራሕ ሰብኡትን እዩ። ሳዋ ከምቶም ደቂሶም ከምቲ ከምኣቶም ማለት እዩ ወርሕና ዶ ኣኺላታ ትትኮበልና ትካቦ ሓምሳ ድያ ሚእቲ ደሞዝና መፅያ ዶ ከይሰርሑ ዝውዕሉ ኣብዚ ሕቆና እግርና ጎንና ብሉ ነይሮም ሰኣው ከዓ እንደገና ከም ጥሮታ ኮይኖም ንክበልዑ ጎነይ ሕቆይ ልበይ ርእሰይ ዝብሉ ሕማቃት ሰባት እዮም ክዛረቡ ቀንዮም ሓደ ብሓደ ንፈልጦም ኢና እቲ ኮም ኢሉ ሓደ ብሓደ ንፈልጦም ኢና
ንኩሎም ከዓ ሓደ ብሓደ ፈልጦም እዮም ነዞም ኣብ ቲክቶክ ዲኣ ገለ ኩትኩትኩትኩትኩት ድብሎም ሓደ ብሓደ ፈልጦም እዩ ወይ ጉድ ዛረብ ዝቀነየስ ሰሪሕካ ንስድራካ ሓጊዝካ ትፈልጥ ዶ እንተትብሎ ንባዕለይ እውን ኣይተሓገዝኩን እንተመፀትኒ እታ ሞቅሽሽ ካብቶም ጸዓዱ ንዓይ እጽበ ዘለኹ ምበለ። ሳዋ ግን ከምኦም ዘይኮነ ርሂጹ ናብርኡ ዘማሓይሽ ጅግና እዩ። እዚ ከኣ ባህሪ ኩላትና ኤርትራውያን እዩ። ስለዚ እቶም። ርእስኻ ነቕነቕ እምበር እወ ሓቅኻ። እቶም ከምኡ ክትብሉ ዝቐነኹም። እወ ሽኮር ደኣ እሞ
እደ ዛረቡና እስከ እስከ ግደፈና ንሓንቲ ደርፊ ነርባዕተ ሓሙሽተ ሰብ ይሸጠሎም ደይኮነን ደቁ ከዕቢ ሓሲሓሲ በላዕ ደይኮነን ባዕሉ ኢንተርቪው ዝገበሮ ደይኮነን ነዚ ይትም ሰሚዕኩሞ ዶ ሓደ ግዜ ንሓንቲ ደርፊ እዚ ንሸውዓተ ሰባት ኾን ይህብዋ እዋ ንምንታይ ድኣ እንተተቐጻዕካ ኻን ኔረ ድኣ ኣነ እሞ ደቀይ ከብልዕ ደቀይ ድኣ እንታይ ድኣ ክብልዖም ይብል ኔሩ ዝክሮ እንድሕር ድኣ ኾንኩም ማለት እዩ ኣየሲ ምሽክናይ ሓስየ በላዕ እዩ ሕጂ ኸኣ መስሓቂ ሰብ ክኾን እዩ እምበር ባይዘወይ እዚኣ ብእዋኑ እንተዝገድፋ እምበር እዚ ስርሑ ንዑ ዝኸውን ኣይኮነን እዚ ሶሻል ሚድያ እዚኣቶም ብዙሕ ብዙሕ ብዙሕ ብዙሕ ብዙሕ በቃ ብዙሕ እዩ ዘድልዮም ማለት ከምቲ ኖርማል ኣብ ሶሻል ሚድያ ሰብ ሓሳቡ ዝገልጽ ከምኡ ዓይነት ብቕዓት ክእለት ከጥርዩ እዚ ቴክስ ዘም ታይም ግን ኦንደወይ ነብሶም ናብ ማይበላ ከይዶም ከይጥሕሉ እያ ኣነ ድፈርሐሎም ደሎ ሕምቀትኩም ገሊጽኩምልና ምናልባት ኩትኩት ትብል ቋንቋ ከምጽእ ቀንዮም ኩትኩት ኩትኩት ትብል ቋንቋ ከምጽእ ቀንዮም ንሳ ሕማቶም እኮ ትሪእዋ ደለኹም እታ ኩትኩት ኩትኩት ትብሎ ቋንቋ ከውጽኡ ቀንዮም ንሳ እያ ሕማቶም መጽዮም ዘለዉ እዚኣ እ ንሳስ እያ ሕማቶም እቲ ርእይቶ ናይቲ ሰብ ገለ መለሲ ርእይቶ ክብሉ ኣለዎ መሻኸል እስኻትኩም ኣድቫይስ ክበኩም ደሓን ዋላ እኳ ትሰምዑ እንተ ኣይትኮንኩም እምበር ሰብ ዝበለ ይበለኩም ሲሲ ኢኩም ስራሕኩም ዘይሰርሑ ስራሕ ዳ ይብልኩምን እምበር በቃ ርእይቶ ሰብ ኩትኩት ስለ ዝበለኩም ሲ በቃ በዚ ሓሚሙኩምስ ነዚ ርእይቶ መደብ ትሰርሕሉ ኩትኩት እኮ ሓደ ካብ ባህልናን ቋንቋናን እዩ። ኣታ ኩትኩት ኢሎም ኩትኩት ኢሉ ሳዋ ኢሉ ክዛረብ ዝቐነየ ሰብ ከዓ ኣዲኡ እኮ ልክዕ ከምኡ ኩትኩት እናበለት የዕብያቶ። ስለዚ ኣቦኡ እኮ ልክዕ ከምኡ ኩትኩት እናበለ የዕብይዎ። ረሲዕዎ እንዲሞ ደገም እስከ ደስ ርስዖ እዩ ነቲ ኩትኩት ብትኽክል ኣብ ደገ ምኽትካት ስለ ዝኣተው ኩትኩትን ምኽትካትን ክፈላልይዎ ይከኣሉን እየ ድብል ኣነ ተሓዋዊስዎ ተሓዋዊስዎም ሕጂ ሳዋ ዓርከይ ነዚኦም ትብሎም ገለ መልእኽቲ እንታይ ኣለካ?
ኣነ ብጣዕሚ ሕማቃት እዮም እቶም ዝብሉ ደለዉ ካብ ሰለስተ ኣርባዕተ ደይሓልፉ ሰባት እዮም እዚኦም ከዓ ሓተላ ወይ እንድዒ ኣይናሕናን ክትብሎም ናሕና እውን ኣነ ኣይብሎም እየ
ሰማፎሮ ስለ ዝበለ ሳዋ ሽኮርሲ ሰማፎሮ ንኤርትራ ሓዲስዋ ዘስምዕ ድምፅታት እዮም ክዛረቡ ኣለዉ ሰማፎሮ ግን ንኤርትራ ኣብ ሓምሳታት እዩ ኣትዋ ጸሊም ጽርጊ ኣብ ሃምሳታት እዩ ኣትዮ ኣብ ኤርትራ ኤርትራ ተረፈሊካ ቅድሚ ዓለም እዩ ኣትዋ ቅድሚ ሃገራት ኣፍሪቃ ቅድሚ ኩሉ ኤርትራ ኣይነቲ ኣንድሕር ዳኣልካስ ካብ ቀደም ሒዛ ምንኣስ ሮማ ተባሂላ እያ ትጽዋዕ ነይራ ሳታት እያ ጀሚራቶ ነቲ ዝነበረ ኣይነበረ ኣይኮነን ቀዳሞት ፋርኬታ ገይራ ፓስታ ዝበልዐት ሃገር እያ
ኣታ ናይ ብሓቂ ስጋዕ ክንዲዚ ደናቑር ኣነ ሓደ ሓደ ግዜ ይግረም እየ ንባዕለይ ነው ስጋዕ ክንዲዚ ዶም ናይ ብሓቂ ደናቑር ባይዘ ወይ እዚ ዳካ ስዒድ ዝናፈቐሉ ግዜ እሱ ክዋሳእ መዓት ሓቂ ዘረባ ሓሳብ ኮይኑ እምበር ክዋሳእ መዓት ኣታ እዚኦም እኮ ዓንጃል ንዓንጃል መን ይራኺቦም እኳ እዩ ዝገርመኒ ብቕዓት ዓቕሚ ሓሳብካ ናይ ምግላፅ የብሎም እንታይ ይዛረቡ እውን ኣይፈልጡን ባይዘ ወይ ፋርኬታ ንሕና እኮ ካብተን ቀዳሞት ፋርኬታ ጌርና ፓስታ ንበልዕ ሰብ እኳ ኢና
ስለዚ ከበየናይ መለክዕ እዮም እሞ ንሕና ንኤርትራስ ሕጂ ከምዚ ኮይና ጸልሚታ ገለመለ ትብሉ ኤርትራ ይጸልመተትም ካብቲ ዝነበረቶ ብርሃን ግን እምብዛ ደሚቓ ካብቲ ዝነበረቶ ሰማፈሮ ግን እዚ እኳ ወሲኻ ገና ልዕሊ እዚ እውን ድርዕታት ክትውስኽ እያ ኤርትራ ልዕሊ እዚ ክትከይድ እያ ሰማይ ጠቀስ ክትከውን እያ ዘስምዕ ቋንቋ እዩ ናይ ሳዋ ሽኮር እቶም ቋንቋኦም እከይ ቋንቋኦም ሕማቅ ዝኾኑ ካብ ማይ ካብ ሕማቅ ማይ ዝተ ውክልና ናትና ናይ ኦቢኤሲ ኣውቲስታ ወይ
ገለ እንዳቆራረፀ እቶም ቆሪፆም ድቦ ድሓን ጠቂስና ኢና እንዳቆራረፀ ኣሰይ ኣሰይ ሴማፎሮ ውልዕ ውልዕ ኢሉ ገለ ጠፊኡ ክብል ይደልሱ ምውልዑ ዘሕረቆ ሰብ እዩ ምክንያቱ ኤርትራ ጸልማት እያ ልቺ የብላን ኣስመራ ልቺ ድበሃል እዚ እኮ እዮም ደውሩ እዩ ኣሎ ስለ ዝበልኩ እዮም ሕጂ ሓሚሞም ኡ ኣሎ ብሕጂ ከዓ እሞ ክጠፍእ ኢልካ ዶ ይሕሰብ ኣይሕሰብዎ ዓለም ሙሉእ ሴማፎሮ በዓል ነሽነሽ ዝብልዎ ዘለዉ ክልብም ኣይክእልኒሱ ክልብም ኣይክእልን እዩ ገዛ መፂእኻ ከለኻ ርእየካዮ ወዲ እታ ኣባር ትዘራብዕ እሱ ልብም ካብኡ እቲ ምራኸ እያ ፀቢቑ ይልብም ምክንያቱ ከምቲ ዓንተወይ ዝበልኩኻ ግን መልሲ ነቶም ጀጋኑ ንግደፎም ኣብ ዝኾነ ሚድያ ኣየልዕሎን እየ ንዕኡ ብጣዕሚ ዝፀልኦ ሰብ እዩ ዝፀልኦ ክብለካ ከለኹ ዘረብኡ ሲ ዘይብረሃካ ሕጂ ብሳዋ ሽኮር ረኣይዎ ከምዚ ኢሉ ዘማብሩ ገለ ኢለ ከላግፅ ክሪኦ ከለኹ ዕዳኻ ክፍል ምበልኩዎ ኣነ። ንሱ ባዕሉሲ ናብኡ ዲዮ ክመጸካ ኣነ ብዙሕ ግምት ኣይህቦን እንዲ ኣነ ጥራሕ ደይኮንኩ ዝኾነ ቆልዓ ኣብ ኤርትራሲ ኣብ ኤርትራ ዝኾነ ቆልዓ ካልእ ናይ ኩሎም እንተ ክስሕቕ እንተ ከብል ይርእዩ ናይ ነሽነሽ ክርኢ ከሎ ግን ዝኾነ ቆልዓ ኣብ ኤርትራ ስግድግድ ትብሎ ናይ ብሓቂ ስግድግድ ስግድግድ ኢኻ ደብለካ ዘረቡ ጠገል ለይብሉ ንሱ ጠገል ለይብሉ ከኣልኩ ክብል ብዙሕ ፈንጠርጠር ዝብል ሓደ ሕማቕ ሰብ እዩ ትማል ስበዚ ደቂ ኣምሓረ ከባቢ ገሸ ነይሩ ብሳልስቲ ራብዕቲ ዝበዝባል መሃል ናይ ዕዳጋ ገለመለ ዝበሃል ከባቢ ገሸስ ብዛዕባኡ ክዕልሉ ፀኒሖም ኣብ ሓደ ሻሂ እናሰተዩ ሲ ብዛዕባ መን ኢኹም ትዕሉ ዘለኹም ኢልዮም ኣታ ብዛዕባ እዚ ንሳዋ ከምዚ ኢልዎ ዘሎ እዚ ነሽነሽ ካብታስኩም
ኣታታይ መሃሪ እዚኦም እኮ ወልድዎ ከም ነሽነሽ ባይዝወ ብዕድመስ ይወልድዎ እዮም ብጣዕሚ ኢኻ ትግረም ግን እንታይ ዓይነት ደናቑር እዮም ነዚኦም ሒዛ ተሪፋ ሻዕብያ ባይዘወ ያ ሻዕብያ ነዚኦም እዛ ደዋይ ውድብ ነዚኣቶም ሒዛ ተሪፋ እዚኣቶም እኮ ሓለውቲ ከብቲ እምበር እዚኣቶም ሓለውቲ ጥሪት እምበር እዚኣቶም ዋላ ሓንቲ ክኾኑ ከላኽላ ከላኽላ በጃኹም ረዱ ገፅኩም ትርሓቁ ዋይ ብጣዕሚ እካ ትሓዝን ባይዘወይ ፕሮፓጋንዲስ ዋላ እያ ሲኢና ሻዕብያ ክሕስወላ ዝክእል ምቻለ ክቃምም ዝክእል ከምዚ በዓል ወዲ ጣባ ከምዚ በዓል ኣወስዒድ ከምኡ ዓይነት ሰብ ውሒዶማ ሓደ ወዲ ኣስመራ እየ ደቂ ኣስመራ ይብልካ ብቀዳማይ ሪኢኹመ ነርኩም እዚ መን እዩ ዝበሃል እዚ እርጋኣለም ጌታቸው ኣነ እኮ ንሱ ብእምኒ ከምዚ ማሶብ ኣነ እኮ ከምዚ እኮ ዓይና ገለ ብለካ ኣስመራ ሲ እንቋዕ እኳ ዘይንፈልጣ ኣይኮን ኣኻ ትብል ከምዚ ኣብ ኣስመራ ምዕባይ ከምዚ ኣብ ገነት ገለ ገይሮም ዝርእይዎ ኣለዉ ብፍላይ ካብ ኤርትራ ምስ ወጻኻ ሲ ኣስመራ ማለት ኮምፔርንቱ ንነብረሉ ዘለና ዓድታት ገጠር እያ ኣብ ኤርትራ ግን ዋላ ሓንቲ ካልእ ስለ ዘየለ ከምዚ ኣብ ዓዲ ዕውራት ሲ ሓደ ዓይኑ ነግስ ዝበሃል ዋላ ሓንቲ በቃ እታ ዝርእይዋ ንሳ እያ እታ ዝፈልጥዋ ንሳ እያ ንሳ እዮም ዝዛረቡ በዓል እዚ ካብቶም ስዒ ካብ ሓንቲ ንእዲ ተጻቓቂጦም ዝዓበዩ ኣብዚ መጺኦም ሕጂ ካልእ ክኾኑ ዝደልዩ ሰባት ገለመለ እዮም ዶ ነዞም ኣዝማሪኖ ባይዘወይ ኣያ ጸጋይ ሓደ ግዜ ኣብ ኣስመራን ከም ዝነበረ ባዕሉ ሕኪና ነይሩ እዩ ኣያ ጸጋይ ሓግዝን እዩ ዝብለካ ዘሎ ኣዕብየሉ ከላ ከላ ከላ ከላ ሓቂ ዘረባ ሰክት ኣይክትስሕቕ ኣይክትበኪ እዮም ዝገብሩኻ እቲ ክእለት ብቕዓት ይጎድሎም እዩ ምሻሎ ክሃንፅዎም ኣለዎም እቲ ክነግርዎም ኣለዎም እቲ ሜድያ ሲ ኣብ ሜድያ መፂኻ እንታይ ክትብል ኣለካ እንድሕር ድኣ ዝኾነ ፊድባክ ወይ ኮመንት ተፃሒፍካ ክትምልስ ድኻ ዘለካ የብልካ እንታይ ገለ ገለ ምሻሎ ቁሩብ ቁሩብ ኣስተምህሮ ክወስዱ እዩ ዝግባእ ኤንወይ ኣፀጋይ ኣስመራ ከይዱ ነይሩ ኣዝማሪኖ ፍርቂ ዝማሪኖ እዩ ባይዘወ ፍርቂ ሃገረሰብ ኢኖ ፍርቅኻ ኣዝማሪኖ እዩ ብዛዕባ ኣስመራ ክዛረብ ከሎ ብዚ እንታይ መስሓቅ ትኾነኩም። ምስ ተበልዖሞ እንታይ ምስ ሃለዋ እሞ ረሳሓ ክትከውን ከ ምንታይ ኢካ ትረስሕ። ኣየናይ ሰማይ ከ ሰምዕ። እዚ ሰማር ዝብልዎ እዚ ካብዞም ማሕበር ቀርዒ ዶ ተዛሪቡ እኮ ኣሎ ኣብዚ ሲ ኣስመራ ኣዎ ኣስመራ ሽኮር ኣስመራ ቤላ ኣብ ልበይ ሓዲራ ገለ እንዳበሉ ሲ ኣሰኪሖሞ ኣብ እዝኑ እንዳመጹ ኣስመራ ፅሪቲ ፅመራ ፅፍፍቲ ንእሽተይ ሮማ ገለ እንዳበልዋ እንታይ ዝጓሓፍን ዝብላዕን ምስ ሃለዋ እያ ምክትረስሕ ወረቀት እኳ ዘይርከብ ባኒ ብሪጋ ኢኻ ትበልዕ ኣብዛ ሽቃዕ ጌድካ ከተሓርእ እውን ጋዜጣ እኮ ሃብታም እኮ ጋዜጣ ዝዋሰብ ክንዲ ዝያዳ ወረቀት ሂብካ ነቶም ኣምቸ ሰረቕቲ ሰረቕቲ እናበልሞ ክምሰበልዎ ምስ ኣንቱም ኣሕዋተይ እንታይ ዝስረቕ ዘሎ ኢና ክንሰርቕ ኢሎሞ ኧረ ሕጂ ሕጂ ግን ፅቡቅ ቁሩብ ኣቢላ ኣላ እዚ ካብዘ እንተ ካብ ትግራይ ዝተሰርቀ ዕዳጋ ደብረፅዮን ዝበሃል ከም ሓድ- ሓድሽ ዕዳጋ ፈጢሮም ኣለዉ ኢሎምኻ ምክንያቱ እቲ ኣብቲ መደበር ገለመለ ይሸጥዎን እዮም ኣታ እቲ ደብረፅዮን ካብ ትግራይ ስሙ ተደምሲሱስ እምበኣር ኣብ ኤርትራ ንቐፃሊ ዘሎ ኣበርተ ዕዳጋ ደብረፅዮን ዝብል እቲ ናይ ትግራይ ዝነበረ ጀሪካናት ገለመለ መዓት ንብረት ዝተሸጠ እዚ ዝተሰርቀ ንሱ ዝሽየጠሉ ዕዳጋ ደብረፅዮን ዝበሃል ኣሎ ኢሎምኻ ሕጂ እቲ ንብረት ኣይቃደን እዩ ናብቲ መደበር ተወሲዶሞ ምስኡ ዘሎ ንብረት ኣይቃደን ክቃዶ ይኽእልን እዩ ምክንያቱ ዋላ ሓንቲ እቲ መደበር ዘሎ ገለ ዘሎ ናይ ኣስመራ ንብረት ናይ ቀደም ናይ ሰብዓታት ናይ ሰማንያ ክሳይ ከይኸውን ቻይናን ቻይናን ጥልያን ተባኢተን ታና ወዲ ዝበልኒ ቻይናን ጥልያንን ተባኢሰ ነብቲ ንብረት ማለት እኮ እቲ ናይ ጥልያን እዩ ዝኸውን
እታ ናይ ወዲ ጀበሊ ኣብ ኣባሻዊ ዝረኣኻ እዛ ብማስተር ብላን ዝተሰርሐት ገዛ በቃ ብማስተር ብላን ዝዓበይ ባርተስ ብላ ዝነበረት እታ ናይ ወዲ ጀበሊ ገዛ

ቆልዓ ቁልዒትኩም ኣብ ደገ ቀሽኹም ዓቢኹም ንእሽተኹም ቤተሰብ ኣብ ኣበውልድ ተኣኪብኩም እሲ ናብ መርዓ ናይ ሓውኹም ኣይትኸዱ ናብ ዳስ ናይ ኢሰያስ ትኸዱ ክትተዓዳደሙ ከለኹም ቆልዓ ቁልዒትኩም ዓብይ ምስ ንእሽቶ ሲ ወዲ ኢረይ ውበር ተበገዝ ተወንጨብ በቃ ሎሚ መዓልቲ ሴሚናር ኣሎ ኢልኩም ናብ ናይ ኢሰያስ ዳስ ተሰሪዕኹም ትኸዱ ዝመርሑኹም ከዓ ደቂ ኣኮሎጉዛይን ደቂ ሰራይን እዮም ብሚድያ ዝመርሑኹም ኣብቲ ናይ ኮሚኒቲ ዝመርሑኹም
ከንቲባ ክስታይ ክንገብራ ክልተሲ ሓደ እታ ናይ ሰንጋል ክስታይ ከይትገብር ምእንትን ከይትብልና
እዋይ ዝኾነ ኣፀጋይ ወደ ኣስመራ ስለ ዝነበረ እንድዩ እም፣ ንሓንሳብ ንሃገረሰብ ምልስ ዝብል ንሓንሳብ ነስመራ ከይድ እም፣ ዝኾነ ኣብዚ ንሃግደፍ ደሎ መስሓቅ ትኾነኩም ኢለ እግረ መንገድኹም ካብ እንጣሽሙ ትኾኑ አ፣ ናይዞም ደቂ ዓድና አ፣ ሃገር ፈሪሳ ከላ ብግጥሚ ገይሮም እንታይ እዮም ክገብርዋ ዝፍትኑ ነዛ ዓድና ብጣዕሚ እዩ ዝገርመካ ከም ኩሕሊ ክኳሓሕልዋ ግጥሚ መሲሉ ሰማንያ ሓለፈት ሰማንያን ሓደን ተኾልፈት ሻድሻይ ወራር ሰማንያን ክልተን መፀት ምፅኦታት ተባህለት ናይ መወዳእታ መፈጸምታ ተጋዳላይ እዩ ተባህለ። ኣርባዕተ ነጥቢ ፉሉስቶፕ ንተጋዳላይ ሓሲቦም ገዓሩ ጨገሩ ፈከሩ ኣንቃዕሪሮም ንተጋዳላይ ከስጥምዎ ንዓሚቕ ቀላይ ሃሃሃሃሃሃሃሃሃ ንዕኦም እንታይ ክሸልም ከም ግብሩ ክኸይድ ዘድልየኒ ንጽንዓቱ ንትብዓቱ ክወርሶ እዩ ዘለኒ እወ ግድን ክወርሶ ደልየ ቀይሕ ባሕሩ ነደረት ማዕበላ ሰራሰረት ትበጉላ ንፋሳ ፈነወት ናተይ ንዓኻ ንዓኻ ናተይ መናብርተይ መጣፍእተይ ኣጆኻ በለት ኮነ ድማ ቀልስ ሓርማዝን ፃፀን ፊትካ ንፍሕ ቀልስ ሓርማዝን ፃፀን ፊትካ ንፍሕ ምድረ ሰማይ ይፀልምት እቲ ዕሳቶ ጎመራ ገሃጥሓጥ እቲ ሲኦል ከዓ ሃፈት ሃፈት ናይ ብሓቂ ሃፈት ኣርባዕተ ወርሒ ከም ሓንቲ ሰዓት ብተኣምር ፅንዓት ብዘይ ዕማን ብቕዓት እህ ኣቢሉ ነቲ ሓርማዝ ግፍትር ወይ ጣጥኸ ዋይ
ባይ ዘ ወይ እዚ ዓዲ እንታይ እቲ ፀገማ መስለኩም ካብ ኩሉ እያ ጠፊኣ ዘላ ካብ ስነ ልቦና ካብ ስነ ፍልጠት ኮታ ካብ ኩሉ ካብ ኩሉ ብግጥሚ ብዜማ ብደርፊ ሲ እንታይ እዮም ነዚ ሃገር ክገብርዋ ዝደልዩ ኣነ ክፈልጥ ኣይክእልን እየ ብጣዕሚ እዩ ዝገርመካ ስቦስኪ እቶም ምሁራት ዝበሃሉ ናይ ሳይንስ ማለት እቶም ኣለዉ ዝበሃሉ ምሁራት ኣብ ፖለቲካ ኣብቲ ናይ ሚሊታሪ ማለት እየ በዓል ዕቑብ ኣብርሃ፣ በዓል ጴጥሮስ ሰሎሙን፣ በዓል መስፍን ሕጂ ብደገ ደሎ፣ በዓል ወዲ ገረዝግሄር፣ በዓል ቢቶ ገለ መለ። ሻዕብያ ግን ነዚኣቶም ኣቢላ ንመን ኣትሪፋ? ንበዓል ውጩ። በዓል ውጩ ማለት ከዓ መሃይምነቱ እኳ ዘየጥፈ ባይዘ ወይ ኣብ ዓለም ውጩ ብሂወት የለን። ታሪኹ ኢና ንዛረብ ዘለና ኦፍኮርስ ካብ ፅልኢት ኣይኮነን። ታሪኹ ሻዕብያ ስለ ዝኾነ ምስ ሻዕብያ ስለ ንዛረብ ዘለና እዩ። ኣብ ዓለም ኣብ ዓለም ዝዛረብ ዘሎ መሃይምነት ዘየጥፈአ ጀነራል ዝኾነ ኣብ ኤርትራ ጥራይ ኢኻ ትረክብ ኣብ ኤርትራ ጥራይ ኢኻ ትረክብ ሚሊታሪ እኮ ሳይንስ እኮ እዩ ንባዕሉ ሳይንስ የድልዮ እኳ እዩ ትምህርቲ ቀሲምካ ዶ ናይ ትምህርቲ ዕድል ረኺብካ ዶ?
ኣብዚ ናይ ትምህርቲ ዕድል ኣይረኸብኩን። ትኽክል ኣብ ጉስነት ዘይጠቅም ትምህርቲ እንተዘይኮይኑ ስሩዕን ኣድማዒን ዝኾነ ትምህርቲ ከምዘይነበረኒ ክበርህ ይግባእ። ትጓሰ ኔርካ? እወ።
ይጓሰ ኔረ። ሕጂ ካብ ኣባጊዕ ካብ መጓሰ እዮም ወሲዶሞ። ውጩ እንታይ ንምባል ይመስለኩም? ሻዕብያ ስጋብ ክንደይ ነቶም መሃይምነት ዘየጥፍኡ ከመይ ጌራ ትጥቀመሎም ማለትሲ ሓደ መሃይምነት ደጥፈ ደየጥፈ መቸም ሓደ ክኾን ኣይክእልን እዩ። ዝተማህረሲ ምሁር ኩሉ ግዜ ምሁር እቕተልካ ከም ዝበሃል ስእሎም ኣይኮኑን ኣቦታትና ኣብ ምስላ ምሁር እቕተልካ ዝብሉ። ምክንያቱ ምሁር ምሁር እዩ ኩሉ ግዜ። ምሁር ክሓስብ ከመዛዝን ዝኽእል እዩ። ሕጂ ዘይተማህረ ግን ንኣብነት ኣብ ሃገረ ሰባት ረዮ ላይክ ኣጣዕ ተባሂሎም ገለሲ ኣብ ክንዲ ጣውላ ክረዳድኡ ዝፍትኑ በትሪ ገይሮም ጥፋዕ ጥፋዕ ጥፋዕ ጥፋዕ ጥፋዕ እዮም ዝበሃሉ በቃ ስጋብ ምቅታል እውን ክበፅሑ ክእሉ እዮም ኣብ ርእሶም ስለ ክተሃሮም ዝኽእሉ ሕጂ በቃ ይገርመካ ከመይ ኢላ ናብ ጀነራላት ደረጃ ኣብፂሓቶም እንተልካ ክጥቀመሎም ስለ ዝደለየት ስለምንታይ እያ ንበዓል ዕቑብ ኣብርሃ በዓል ጴጥሮስ እኮ ባይዘወይ ሕጂ ፈንቅል እናበሉ ዝኸዱ ዘለዉ ንሳቶም ዝፈንቀልዎ እዩ ናን ኦፍ ሕጂ ተሪፎም ዘለዉ ከምኡ ዓይነት ስርሒት ዝገበሩ የሉ ኣነ ከም ዝመስለኒ እዚ መን እዩ ሰለስተ ደን ሓቂ ሓንቲ ዕቑብ ኣብርሃ እቲ ሓደ ጴጥሮስ ሰሎሙን እቲ ሓደ ከዓ እዚ መስፍን ዝመርሕዎን ዓበይቲ ሻዕብያ ዝምኩሕለን ኣለዋ ዓውደ ኩናት እንታይ እንታይ ዝበሃላ ሓንቲ ፈንቅልቲ ሓንቲ እንታይ እዮም ዝብልዋ ህዝቢ ኤርትራ ኣፈናቂሎሞ እምበር ሕጂ ነዚኣቶም ታሪኾም እውን ደምሲሳቶ እያ እቶም ኣርካናት ዝበሃሉ ናይቲ ህዝባዊ ግንባር ንሳቶም እዮም ደምሲሳቶ እያ ታሪኾም ታሪኾም ደምሲሳ በቃ በቶም ዝተረፉ ጥራይ ታሪክ እንጣሽሙ ትገብረልካ ሕጂ ኣይደኖ ኣብ ዓለም ከምፅላይ ትኾንኹም ሓደ መሃይምነት ዘየጥፈአ ሰብ ናይ ጀነራል ዝኣክል መዓርግ ሂዙ ሰራዊትን ህዝብን ክመርሕ ዳርጋ ዝርከብ እውን ኣይመስለንን። ኣብ ኤርትራ ግን ኣሎ። ሻዕብያ ግን ብዕላማ እዩ ገይርዎ። ንኣብነት እቶም ምሁራት ኣካላት ቀደም እንታይ ገይርዎም? ቀደም ይጥፊዎም እቶም ምሁራት ኣካላት የሚን እንዳበለ ሜንካዕ እንዳበለ ኣጥፊዎም። ክንደይ ምሁራት ከዓ በሊዑ ማለት እዩ። ክንደይ ምሁራት ከዓ በሊዑ። ሕጂ ምስ ክሓስቡ ዘይክእሉ ጀነራላትን ገለን ባይ ዘ ወይ ሴም ቲንግ ብወገን ትግራይ እውን ካይን ኦፍ ሴም ቲንግ እንታይ እንታይ ፍልይ ኣለኩም እኹ ኣነ ግርም ዝበለኒ እዚ ናደው እዝ ድዩ ናደው እዝ ሕጂ መን እዩ እንዳሽ መን እዩ መሪሕዋ ናደው እዝ መስፍን መስፍን ድዩ መስፍን ድዩ ናደው እዝ ዳሽም ገይርዋ ናደው እዝ ውቃው እዝ ንሱ ድዩ ዋላ ገለ ዝፈንቅል እንታይ ከዓ ካልእ እውን ኣሎ እዩ ባይዘወ ሰለስተ ነገር ኣለዋ ናደው ኣለዋ ፈንቅል እ፣ ሰለስተ ሳልሰይቲ እውን ኣላ ዋላ ሻድሻይ ወራር እዩ ኣይ ቲንክ ጴጥሮስ ሰሎሞን ሕጂ እ፣ ኦኬ ዕቑብ ኣብርሃ ምሽ ናደው እዝ ዕቑብ ኣብርሃ እንተኮይኑ ጴጥሮስ ሰሎሞን ኣብ ሰላሕታ እሳቶም ክዛረቡላ ንሰምዖ በሪእና ግን ኣብቲ ሰላሕታ ወራር ድዩ ገለ ዝበሃል ካብ ደገ ፀዊዖሞ ገለ እዮም ዝብልዎ ካብ ደገ ጸዊዖም ኣዝዩ ሓያል ከም ዝነበረ ንሱ እንተዘይመፅእ ነይሩሲ በቃ ነቲ ስልታዊ ዝኾነ ሳርሓስ ኣይመወፃናዮን ኣይመበልናዮን ገለመለ እዮም ዝብሉ ሕጂ ክዝክርዎ ይኩን እዮም ከምኡ ገይሮም ሓንሳብ ዕራዒሮ ምስ ኣእተይዎ ደን ኣኺልዋ ኤንወይ እዚ ትሪእዎ ዘለኹም ሲ ኣብዚ ትሪእዎ ዘለኹም እዚ ባይዘወይ ኤኣይ እያ ትኸውን ዝብል ግምት እዩ ዘለኒ ንዓይ እዛ ስእሊ እዚኣ ኤኣይ ክትከውን ትኽእል ናተይ ግምት እዩ እዚ

ንፊልጶስን ኣምጺእዎም። እቲ ዝገርም ዝገርን ከኣ ትማሊ ትማሊ እዩ። እንታይ ኢሉ እዩ ዝጽሕፈሎም ነይሩ ነዚኣቶም? ኣነ እኮ ይገረምኩ ሓደ ሓደ ግዜሲ ዋዕ እቶም ሰባት ማለት ዋዕ ኣንታ ቁሩብ ሕፍረት የለን ድዩ? ኣንታ ተመስገን ዝብልካ ፍጥረት ሕፍረት የብልካን ድዩ? ቅድሚ ሕጂ እዚ እንታይ ኢሉ ጽሒፉ ነይሩ መስለኩም? ከምጽኣልኩም እየ። ኣነ ከምዚ ዘሕፍር ሰብ ኣነ ርእ ኣይፈልጥን። በቃ ልክዕ ንበዓል መን የዘክረካ እዚ መስለኩም? ንበዓል ዘርእሰናይ ንበዓል ኣረጋይ ሓፂሩ ንቶም ናብ ህግደፍ ዝኸዱ ንዓኣቶም እዩ ዘዘኻኸረካ እዚ ሰብ እዚ እንታይ ኢሉ ፅሒፉ ነይሩ መስለኩም መቸም ዶም ተጋሩ ከዓ ከማና እንዲዮም ሕማቅ ረኪቦም ዘለዉ ማለት እዚ ዜጋ ዝለዋወጡ ዝቃየሩ ከማና ኣስዋት እውን ረኪቦም ኣለዉ ዝገርም ነገር እንታይ ኢሉ ፅሒፉ ኣብዚ ናይ እዚኣቶም ከምዚ ትሪእዎ ኣለኹም እዛ ምስሊ እዚኣ ርእዩ ዝደናገፅ ብዙሕ እሞ ፅንዓት ይሃብኩም ጀነራል ፍሊጶስ ምስ ጀነራል ምግበይ ዘራይ ወዲ ዘራይ ኣርዮም ዋጋ ከም ዘኽፍሉና ኩሉ ንሕና ውን ገለ እዩ ዝብል ማለት እዩ ዓወት ህዝቢ ኤርትራን ትግራይን ኣብ ቀረባ ገለ ኢሉ እዚ ታቲ ፖስት ዝብሎ መን እዚ ተመስገን ዳዊት መን እዩ ተመስገን ዳዊት ኣብቲ ሓራ መሬት ኮይኑ ብዙሕ ዝዓፍር ዝነበረ ምዕፋር ክንብሎ መርታየ ዘረባ ክኾን ኣይክእልን እዩ እንታይ ፅሑፍ ነይሩ ረእዎ ረዮ እቲ ጽሑፍ ግን ብዓይኒ ሓቂ ክረኣ ከሎ ትክክል መስለኒ ሓሻክር ሻዕብያ እንተልዮም ኣይኮነን ዶ ካብ ትግራይ ካብ ኢትዮጵያ እውን ክወጹ እዮም ዘለዎም እቲ ምንታይሲ ገና ዘይሓወየ ቁስሊ ስለ ዘሎ ግን ድማ እዞም ሰባት ደቂ ካልኦት ከባቢ እውን ኣይኮኑን በቲ ትሑት መዐቀኒ ከባብያውነት ዋላ ትምጻእ እዞም ሰባት ደቂ እቲ ከባቢ ኮይኖም ኣብቲ ሕጋዊ እዩ ሕጋዊ ኣይኮነን እተባህለ ዝምጉተሉ ዘሎ እናሓረዩ ማእኸላይ ኮሚተ ኣባላት እዮም። ነገር ግን ነገራት ነመስፋሕ ክበሃል ከባብያዊ ዝብል ስያመ ክሕዝ ንምግባሩ ዝግበር ዘሎ ፋሕጠርጠር ግን ተቐባልነት የብሉን። ከባብያውነት ፀረ ሓድነት ብምዃኑ ሓቢርና ንቃለስ ክለ ሕጂ ኣሃንሻዊ